ኣባ ዝገደደ ድማ ኣብዚ ቤትኩም ምስ መጻኹ ገበርቲ ሰላም ውሉድ ኣምላክ ክበሃል እዮ'ሞ ብፁዓን እዮም ዝብል ነቢበ ብደገ ኹናት በዚ ኹናት ኮይኑኒ ሰላም ሰላም ሰላም ሰላም ንዓይ ቃንዛ እሾኽ ዩ ካብ ሰላም ዝርሓቐ ሰብ ሰላም ብዙሓት ዝፈተነ ሰብ ብኸመይ ብዛዕባ ሰላም ይስበኾ ንእሽተይ ጩራ ተስፋ ናይ ሰላም ዘይረኣየ ሰላሙ ሸይጡ ንሰይጣን ዘረከበ ሰላም ካልኦት ዓሚፁ ንስደት ዘባረረ ሰላም ወላዲታ ኣሕዚኑ ልባ ዘሕበጠ

ዓንኬል ስነ ጥበብ ከመይ ኣለኹም ኣነ ጽቡቕ ኣለኹ ከምቲ ኣነ ጽቡቕ ዘለኹዎ ውን ንስኻትኩም ጽቡቕ ንኽትህልዉ በዓል ምሉእ ተስፋ እየ እምበኣርከስ ንሎሚ መዓንቲ እምበኣር ሒዘዮ መጼ ዘለኹ ኣርእስቲ ድማ እቲ ኣርእስቲ እዚ ስነ ጥበባውያን ኣዲስ ኣበባ ኣብ ጥበባዊ መንፈሳዊ ትሕዝቶ ንዝብል ትሕዝቶ'የ ሒዘልኩም መጺኤ ዘለኹ። ንምሉእ ምክትታል ናይዚ መደበይ ምሳይ ክትጸንሑ ብኽብሪ ዝዕድመኩም ኣቤል ናይዝጊ ወዲ ግደይ'የ። ከምቲ ልሙድ ኩሉ ግዜ እንገብሮ ግን ላይክ፣ ሼር፣ ሳብስክራይብ፣ ኮመንት ብምግባር ነዛ ቻነል እዚኣ ብዓቢኡ ከኣ ነዛ መደበይ እዚኣ ብዝያዳ ከተተባብዑ ብኽብሪ ይዕድመኩም። ዓንኬል ጥበብ። ሕራይ እምበኣርከስ ናብቲ ትሕዝቶይ ክኣቱ እየ። ኣብዚ ማስ ሜድያታት ብፍላይ ከምዚ ዝሓለፈ ግዜ ክንሪኦ ክንዕዘቦ ከም ዝቐነና ዝተፈላለዩ ዘረባታት ክንሰምዕ ቀኒና ኢና ብፍላይ ድማ ኣብ ኣዲስ ዝርከቡ ኣርቲስት ወይ ድማ ስነጥበባውያን ማለት እዩ። ጎኒ ጎኒ እቲ ዘረባታት ክንሰምዖ ዝጸናሕና ግን እቲ ሓቂ ንሱ ከምዘይኮነ ኪንኡ ዝኸይድ ውን ከምዝኾነ ሕጂ ድማ ከምዚ ትዕዘብዎ ዝቐነኹም ኣብ ሃይማኖታዊ ማለት ኣብቲ መንፈሳዊ ዕዮታቶም ብግቡእ እናሰርሑ እናገልገሉ ይኸዱ ምህላዎም በዛ እትስዕብ ዘላ ቪድዮ ክንዕዘብ ክኢልና ንኸውን ኢና። ኣሜን በስላሴ ወልድ ኣሜን። ኩሉ ሰብ ነናቱ እምነት ነናቱ ሃይማኖት ክህልዎ ይኽእል እዩ። ኣብ ናቱ እምነት ኣብ ናቱ ሃይማኖት ድማ እምነቱ ኣኽቢሩ ሃይማኖቱ ኣኽቢሩ ክኸይድ ግዴታ ኣለዎ። ኩልና ኣብ ስደት ስለ ዝመጻእና እቲ ኣብ ኤርትራ ዝነበረ ናይ ሕብረተሰብ ኣካይዳና ናይ ኣቦታትና ናይ ኣዴታትና እሱ ከየፍረስና ብሕብረተሰብና ተማእዚዝና ዋላ ኣብ ስደት ይኹን ንዑ ከየፍረስና ንኸይድ ኣለና ዶ? እዚ ሓደ ቁጽሪ ሓደ ሕቶ እዩ። ነዚ ንምምላስ ድማ እቶም እኳ ኣብ ዓለም ኣለዉ ዝበሃሉ ስነ ጥበባውያን እቲ መንፈሳዊ ትሕዝቶኦም ጎኑ ጎኑ ንምኻድ እንሆ ኣብ ቦሌ ሚኪኤል ኣብ ዝበሃል ኣብ ኣዲስ ኣበባ ሓደ ካብ ከተማታት ኣብ ቤተ ክርስቲያን ውሽጢ ናይ ቅዱስ ሚኪኤል ቤተ ክርስቲያን ሓደ ትሕዝቶ መደብ ኣቕሪቦም ነይሮም። ንዑ ብእግዚኣብሔር ደስ ይበለና ኣብ ትሕቲ ዝብል ውቁብ ኣዳራሽ ዘለዎ ብምእታው ድማ እቲ ናይ መንፈሳዊ ትሕዝቶታቶም ናብ ህዝቢ ኣቕሪቦም ኣለዉ ማለት እዩ።
በል ንስኻ ተዛናግዕ ኢኻ። ኣነ ከኣ ናብቶም ካልኦት ኣሕዋትካ ክኸይድ እሞ። ዳዊት ምውዳቕ ማለት ከኣ ኣብ ስቓይ፣ ሓዘን፣ ጭንቀት። ካብኡ ንኔው ከኣ ናተይ ተገዛኢ ከም ዝኾንካ ክትፈልጥ ኣለካ። እንታይ ዝብል ኣሎ ዋላ ኣብቲ መጽሓፍ ቅዱስ ናይ ቀደም ኣቦታትካ ዘቖምዎ ደረት ኣይተዝብል ዝብል ኣሎ። ነዚ ቃል እዚ ብምዕዛብ ብምኽታል ድማ እቶም ብሃይማኖቶም ኣኽቢሮም ናይ ስድርኦም ናይ ወለዶም ዓቂቦም ዋላ እኳ ኣብ ናይ ዓለም ነገር ኣብ ደርፊ ኣብ ድራማ ኣብ ዝተፈላለዩ እቲ ናይ ዓለም ነገር ናይ ስጋ ነገር ንከይተርፍ እንጀራ ኮይንዎም ኣብኡ ዝሳተፉ እንተኾኑ እቲ ናይ መንፈሳዊ ዕዮታቶም ከየገደፉ ግን ኣብዚ ትሕዝቶ እዚ ክቀርቡ ክኢሎም ማለት እዩ። ዓንኬል ጥበብ። በቲ ዝረኣናዮ መደባት ኣዝዩ ደስ ዘብል እዩ ኔሩ ብጸሎት ጀሚሩ ብጸሎት ዝተዛዘመ ትሕዝቶ እቲ ኣጀማምርኡ ብስብከት እዩ ጀሚሩ እዚ ሕጂ ዝጠፍእ ዘሎ ወለዶ ሃይማኖቱ ገዲፉ ናብ ካልእ ሃይማኖት ዝኸይድ ዘሎ ኣብ ዓለም ስለ ዝኣተወ እቲ ናይ ሃይማኖት ነገር ደስ ዘይብሎ ኣብ ዕብዳን ኣብ ዳንኬራ ኣብ ጓይላ ዝርከብ መንእሰይ ንዕኡ ገዲፉ ናብዚ ሂወት ዝህብ መንገዲ ንኽኸይድ ዝጉስጉስ ትምህርቲ እዩ ነይሩ ብሓቂ ከኣ ኣዝዩ ደስ ዝብል ትምህርቲ እዩ እታ ሰላም እትህብ ቤተክርስትያን እያ እሞ ካብታ ቤተክርስትያን እቲኣ ኣይንርሓቕ ትሕቲ ዝብል ቴማ እቲ ትምህርቲ እንዳሃቡ ነቲ መደባት ቀላሊሶሞ ማለት እዩ ብስብከት ጀሚሩ ምንም እንኳ ንእግዚኣብሔር እንተሕዘናዮ ንሕና ጠፊእና ንክንተርፍ ግን እግዚኣብሔር ብፍጹም ኣይደልን እዩ። ቀጺሉ
መዝሙር ኔሩ በቶም ኣብ ኣዲስ ኣበባ ዘለዉ ኣርቲስት ናይ ኣዲስ ኣበባ መዝሙር ኣቅሪቦም ጥዑም መዝሙር ኣስሚዖምና። ኣነ እኳ ኣብዚ ሕጂ ንእሽተይ ክዝክረን ኣይክእልን እየ ብቪድዮ እንተረኺበየን ግን ከእትወን እየ ብዝያዳ ግን እተን ዝነበራ ደስ ዝብላ ናይ እዋን ንእስነትና ዝነበራ መዛሙር ኣብ ቤት ኣምላክ ክንጸንዕ ከም ዘየለና ካብኣ ክንፍለ ከም ዘይብልና ነዴና ቅድስት ድንግል ማርያም ከምኡውን ዝገልጻ ንዓኣ ዘመስግና መዛሙር ውን ጎኑ ጎኑ ዘሚሮምልና ኔሮም ከም ተወሳኪ ውን ተዋህዶ ሃይማኖትና ኣክቢርና ሓሊና ንኣቱ ክሳብ ማዕተብና ትበንጠስ እምበር ካብ ተዋህዶ ሃይማኖትና ኣይንፍለን ዝብል መዝሙር ውን ሒዞም ኔሮም እዮም። ኣዝዩ ደስ ዝብል ጣዕመ ዘማ ዘለዎ መዛሙር ኣቅሪቦምልና ቀጺሎም ውን ድሕሪ ዘን ሰለስተ መዛሙር ዘቅረብወን ድራማ ውን ብስሩዕ ኔሩ እቲ ድራማ ከኣ ኣዝዩ መሃሪ መሳጢ ድራማ እዩ ኔሩ እዚ ሕጂ እዋን እንሪኦ ዘለና እቶም ዓበይቲ ሰብኡት ሓዳሮም ገዲፎም ነተን ናኣሽቱ ኣዋልድ ናብእን ይከዱ እሞ ኩሉ ሃብቶም ዘለዎም ንብረት ብሽመን እጎብሩለን ብድሕሪ እዚ ንሰን እቲ ዘድልየን ነገር ምስ ረኸባ ባዕልኻ ትፈልጥ ምስ በልዎ ነቶም ደቆም ሰበይቶም ኣብ ደገ ገዲፎም ናብዚ መጺኦም ሕማቕ ነገር ብ ምግባር ዝርከቡ ድማ ከቢድ ጣዕሳ ዘይወጽእ ጣዕሳ ዝበጽሖም ነዚ ዝገልጽ ኔሩ ከምዚኤን ዝኣመሰላ ደቂ ኣንስትዮ ውን ናብ ኣምላኽ ክቐርባ ከም ዘለወን መጨረሽትኡ ኩሉ እዚ ዕንወት ምኻኑ ኣብ መጨረሽታ ግን ናብ ኣምላኽ ክትጽጋዕ በቃ ኣብ እግዚኣብሄር ኣምላኽ ክትጽጋዕ ከም ዘለካ ጥራይ እትምህር

እዛ መጽሓፍ ግን ትገድፈኪ ተገዲስኪ ረኣያ።
ተወሳኺ ወረብ ኔሩ ኣቦታትና ዘቕርብዎ ወረብ ኩሎም እዞም ኣብቲ መንፈሳዊ ሂወት ዘለዉ ስነጥበባውያን ኣሕዋትና ውን ወረብ ኣቕሪቦምልና ኔሮም ስነጽሑፍ ኔሩ ስነጽሑፍ ዘቕረቡልና ኣሕዋት ውን ኔሮም እዮም ከም ተወሳኺ ግጥሚ ኔሩ። ነገር ግን ቃዝካን ተግሳጽካን ዘይልውጥ እምኒ ባዶ መለስ'ዩ እሞ ተንስእ ዓራትካ ኣልዒልካ ኪድ መለስኒ።
ኣዝዩ ዝተፈላለየ ደስ ዝብል ትሕዝቶታት ብምቕራብ ድማ ነቲ ናይ ሽዑ ዝነበረ ፕሮግራም ክዛዝምዎ ክኢሎም ማለት እዩ። ብሓቂ ብሓቂ ደስ ዝብል ፕሮግራም እዩ ኔሩ። ኣምላኽ ኣዕዚዙ በረኸቱን ጸግኡን የብዝሓሎም። ኩላትና ድማ ካብቲ መንፈሳዊ ህይወት ርሒቕና ኣብ ካልእ ሓሸውየ ናይ ዓለም ጥራይ ተወጢጥና ብስራሕ ኣብኡ ጥራይ ዘለና ናብቲ መንፈሳዊ ህይወት ዕዮታትና እውን ክንርስዕ ከም ዘይብልና ጎኒ ጎኒ እቲ ናይ ዓለማዊ ስራሕና እቲ መንፈሳዊ ዕዮና እውን ንነፍስና ዘበርትዕ ክሳብ ዝኾነ ንጸሎት ክንተግህ ኣብ ቤት ኣምላኽ ክንመላለስ ከም ዘለና ዝነግር እዩ ነይሩ ከም ተወሳኺ ሓድነት በቃ ፍቅሪ ዝሰብኽ ትምህርቲ እዩ ነይሩ ይመለኣሎም ካብዚ ንላዕሊ እውን ክንፅበ ኢና በዚ ጥራይ ኣይንዓርፍን ኢና ኣብቲ መንፈሳዊ ዕዮትኩራትኩም ክትብርትዑ ነቲ ናይ ስጋ ስራሓትኩም ድማ ኣምላክ ክድግፎኩም እዩ ብሓቂ ንሕና እውን ኣብ ዝመፅእ ተሓዊስና ኣብዚ ናይ መንፈሳዊ ትሕዝቶ ገለ ነበርክት ክንከውን ሰብ ሙሉኣት ተስፋ ኢና። ሰላመይ ጥራይ ዘይኮነስ ሰላም ብዙሓት ሰባት ውን ኣጥፊኤ እየ ምእንቲ ረብሓይ ሰብ ናብ ስደት ከምርሕ ምእንቲ ረብሓይ ሰብ ናብ እሱርቤት ከቅንዕ ይሕሊፈ ክህቦ ምንም ኣይመስለንን ሰብ ንዓይ ትሕቲ ገንዘብ እዩ ምስ ዓማጽ ተወዓዒሉ ኣይነሸውኹዎ ድምበርጽ ኣይብለንን እዩ። ኣብ ቤቶም ብምእታው ንኽልተ ደቂ ሓንቲ ማህጸን ብውርሻ ኣጻልየ ረብሓይ ዝኸዓበትኩሉ ኣጋጣሚታት ብዙሕ እዩ ነይሩ። ህይወት ንዓይ ሕስርቲ ቐሓ ምኽንያቱ

ይጽዕሩ ምዃኖም ብግብሪ ዘርኣየ ትምህርቲ'ዩ። ብሓቂ ንዖም ኣብዚሑ ኣምላኽ ጸግኡን በረኸቱን ረድኤቱን የብዝሓሎም። ንኹልና ድማ ሰላምን ፍቕርን የውርደልና። ብሓቂ ተሓቋቊፍና ኣብ ሓደ ኮይንና ኣብ ዓድና ምስ ፍቱዋት ወለድና ሓቢርና ንዕወተሉ፣ ሓቢርና ንኣምላኽ ነመስግነሉ፣ ብዓቢኡ ድማ ግዜ ክመጽኣልና ሰናይ ምንዮተይ ይገልጸልኩም። ሕራይ ባኣርከስ እዛ ናይ ሎማዓንቲ ዘቕረብክዋ፣ ሕጽር ዝበለት ብዛዕባዚ ዝነበረ መደባት ኣብ ቦሌ ሚኪኤል ኣብ ኣዲስ ኣበባ ዝርከቡ ስነጠበባውያን ዝተዳለወ መንፈሳዊ ትሕዝቶ እዩ ኔሩ ኣብ ዝቅጽል ብሰላም የራክበና ሓንቲ ግን ሓደራ ላይክ ሼር ሳብስክራይብ ኮመንት ብምግባር ነዛ ቻነል እዚኣ ሓደሽቲ ዝኮንኩም ቤተሰብ ምትብባዕኩም